ሰላም ክመይ ትኾኑ ኩልኹም ተኸታተልተይ ኣብ ዘለኹምዎ ሰላምን ጥዕና ንምነየልኩም ሰናይቲ ምሳኹም ዘለኹም ናይ ሎማዓንቲ ኣርእስተይ ከዓ ብዛዕባ ዕጽው ኣተሓሳስባ ወይ ከኣ ዘይምዕብል ኣተሓሳስባ ዘለዎምን እቶም ዝምዕብል ዝቕየር ክፉት ዝኾነ ኣተሓሳስባ ዘለዎም ሰባትን ዘሎ ፍልልይ ናይ ባህርያት እየ ሒዘ መጽኤ ዘለኹ ማለት እዩ። እቶም ዕጹው ኣተሓሳስባ ዘለዎም ሰባት እንታይ ይመስሉ ዝብል ቀዲምና ክንርኢና ንሳቶም ዝመስልዎ ባህርያት እንታይ እንተ ኢልና መጀመርታ እንታይ ኢሎም እዮም ዝኣምኑ ክእለቶም ወይ ከዓ እቲ ዘለዎም ደረጃ እቲ ዘለዎም ፍልጠት ክኸውን ይኽእል እቲ ዘለዎም ኩነታት ክኸውን ይኽእል ኩሉ ከም ውህብቶ ገይሮም እዮም ዝሓስብዎ ከምኡ ኢሎም ስለ ዝኣምኑ ሰባት ክቕየሩ ከለዉ ክምዕብሉ ከለዉ ብዝተፈላለየ መንገዲ ዕቤት ከርእዩ ከለዉ ንዕኦም ከዓ ናቶም ውህብቶ እዩ ኢሎም እዮም ዝሓስቡ ኣነ ውን ከምዚ እንተጌረስ ከምዚ ክኸውን እየ ዝብል ኣተሓሳስባ የብሎምን ወይ ኣብዚ ደረጃ እዚ ክበጽሕ እየ እንተጸዒረስ ክቕየር እየ ዝብል ኣተሓሳስባ ዘይብሎም እዮም ማለት እዩ ምክንያቱ እዚኦም ኩሉ ነገር ተፈጥሮ እዩ ኮይኑኒ ዕድለይ ኮይኑኒ ከምኡ እየ ኣነ ምስ ዝብል ነገራት እዮም እዩ ዘተኣሳስርዎ ማለት እዩ ንሓደ ድኽመቶም እውን ከም ሓደ ምስኦም ዝተፈጠረ ገይሮም እሞ ዘይቅየር ጌሮም እዮም ዝሓስብዎ በቃ ናተይ ኢሎም ከኣ ይቅበልዎ ማለት እዩ ንኣብነት ኣብ ትምህርቲ እንድሕር ደኣ ድኹማት ኮይኖም እወ ኣነ እኮ ብ ትምህርቲ ድኹም እየ ኢሎም ይቅበልዎ እሞ ክመሃሩ ከም ዘይክእሉ እዮም ዝኣምኑ ስለዚ ይዓጽውዎ ማለት እዩ እቲ ናይ ትምህርቲ ዝበሃል ነገር ይዓጽዎ ካልእ እውን ኣብ ካልእ ኣብ ሂወትና ብዙሕ ነገራት ክልወጡ ዝኽእሉ ክዓብዩ ዝኽእሉ ነዚኣቶም ክዓጽዎም ይኽእሉ እዮም ማለት እዩ። ሓድሽ ነገር ካብ ምፍታን ኣዝዮም እዮም ዝሃድሙ፣ ምኽንያቱ እቲ ሓድሽ ነገር ዘይምቹእነት ይፈጥረሎም እዩ፣ ፍርሕታት ይፈጥረሎም እዩ፣ ምኽንያቱ ካብቲ ዝርእይዎ ዘለዉ ሓድሽ ዝፍትንዎ ሓሊፎም ነቲ ዝኸስርዎ ወይ ነቲ ዝወድቅዎ ንዑ እዮም ዘተኩሩ ማለት እዩ። ስለዚ ንኸይወድቁ፣ ንኸይከስሩ፣ ንኸይሰዓሩ ስለ ዝፈርሑ ነገራት ክቀያየሩ ዝበሃል ክሰምዑን ክሪኡን ብጣዕሚ እዮም ዝፈርሕዎም ማለት እዩ። ስለዚ እዮም ከዓ ሓድሽ ነገር ክፍትኑ ዘይደልዩ። ፀገማት ምስ ዘጋጥሞም እውን ተስፋ ቀልጢፎም እዮም ዝቆርፁ። ዝኾነ ፀገም እንተ ኣጋጢሞም ተስፋ ኣዝዮም ዝቆርጹ ማለት እዩ ዝኾነ ሰብ ክኸብዶ ይኽእል እዩ ጸገማት መሰናኽል ክኾኖን ይኽእል እዩ ግን ናይዚኦም ፍልይ ዘብሎ ነገር ከኣ እንታይ እዩ እቲ ጸገማት ንዕኦም ክጎድእ ዝመጸ እሞ በቃ ብቐደሙስ ኣነስ ዘይኮነለይ ናብ ምባል ይኸዱ ማለት እዩ ካልእ እውን ንሃነፅቲ ነቐፌታታት ካብ ሰባት ዝመፅዎም ርእቶታት ይኹን ምኽርታት ይኹን ክሰምዑ ከለዉ ብክፉት ልቢ ይኮኑ ዝሰምዕዎ እንታይ ደኣ ንዓይ ከጥቅዕ ኢሉ ድዩ ተዛሪብዎ፣ ንዓይ ክትንክፍ ኢሉ ድዩ ተዛሪብዎ ብምባል ንርእይቶታት ሰባት ከይተጠቐምሉ እዮም ዝሓልፍዎ ማለት እዩ። ኩሉ ነገር ብውልቃዊ ገይሮም ይርእይዎ እሞ ንዕኦም ክትንክፉ ኢሎም ዝበልዎም ኮይኑ ጥራይ ይስምዖም ወይ ከዓ ክጎድእዎም ኢሎም ጥራይ ዝብልዎም ዘለዎ ይስምዖም። ንኣብነት ኣብ ብዝሒ ሰባት ዋላ ብሓንሳብ ሓቢሮም ከለዉ ሓደ ዘረባ ምስ ተዘረበ ንዓይ ክትንክፈኒ ኢሉ እኳ እዩ፣ ንዓይ ክትንክፈኒ ኢላ እኳ እዚኣ ብምባል ብውልቆም እዮም ዝወስድዎ ማለት እዩ ስለዚ እዚ ዓይነት ኣተሓሳስባ ኣለዎም እቶም ክዓብን ክልወጥን ዝኽእል ኣተሓሳስባ ዘለዎም ሰባት ከ እንታይ ይመስሉ እንተ ደኣ ኢልና ዝምዕብል ኣተሓሳስባ ዘለዎም ሰባት ነቲ ነገራት ከምኡ እየ ተፈጢረ በቃ ወዲ ኤኤ ዕድለ እዩ ዝበሃል ነገራት ናቶም ቃላት ኣይኮኑን ናቶም እምነት ከዓ ኣይኮኑን ማለት እዩ እንታይ ኢሎም እዮም ዝኣምኑ ኣብዚ ዘለኽዎሲ እንተድኣ ተማሂረስ ክምዕብል ይኽእል'የ፣ እንተድኣ ፍልጠት ወሲኸስ ክምዕብል ይኽእል'የ፣ እንተድኣ ቁሩብ ዘርእየኒ ረኺበስ ክፈልጦ ይኽእል'የ፣ በቃ ይኽእል'የ ዝብል ኣተሓሳስባ እዩ ዘለዎ ማለት ክቕየር ይኽእል'የ፣ ነገራት ክቕየሩ ከም ዝኽእሉ እምነት ኣለዎም። ሓድሽ ነገር ኣብ ምፍታን ብጣዕሚ ንፉዓት እዮም። ነቲ ከምዚ ድኣ ከይትኸውን፣ ከይትኸስር ድኣ፣ ከይትወድቕ ድኣ ዝብል ነገራት ስዒሮም እንታይ ይብሉ? ካብዚ እንተተማሃርኩኸ ክፍትኖ ኣለኒ ዝብል ኣተሓሳስባ እዩ ዘለዎም ማለት እዩ። ስለዚ ኣይፈርሑን እዮም ሓድሽ ነገር ንምፍታን። ካልእ ብፃዕሪ እዮም ዝኣምኑ፣ ብፃዕሪ ዝኸውን ነገር ከም ዝኾነ እዮም ዝኣምኑ። ፃዕሪ ክቕይሮ ከም ዝኽእል እዮም ዝኣምኑ። ንዝኾነ ፈተና ምስ ዘጋጥሞም ከዓ ከም መንጠሪ ባይታ ወይ ከዓ ከምዚ ናብ ሓደ ብርኽ ዝበለ ትድይበሉ መሳልል እዮም ዝጥቀምሉ ዝኾነ ፀገም ይኹን መሰናኽል ይኹን ክመፆም ከሎ ካብዚ እንታይ ይመሃር ኢሎም እዮም ዝሓስቡ ዝጥምትዎ ንሶም እንታይ ኣብቲ ናቶም ድኽመታትን ኣብቲ ናቶም ሕጂ ዘለዎ ደረጃን ዘይኮነ ነቲ ክመፅእ ዘለዎ ስእሊ ንዕኦም ዝርኡ ማለት እዩ ናብ ርሑቕ ጠሚቶም ነቲ ሓሲቦሞ ዘለዉ ነቲ ክበፅሕዎ ዝደለዩ ኣተኩሮኦም ናብኡ ስለ ዝኾነ ከዓ ክዕወቱ ዝኽእሉ ሰባት እዮም። ርእይቶታት ናይ ሰባት ክመጾም ከሎ ከኣ፣ ሰብ ሓሳቡ ክህቦም ከሎ ከኣ፣ ካብኡ እንታይ ይመሃሩ፣ እንታይ ይጥቀምሉ፣ እንታይ ክወስዱ ክእሉ ደኣ እምበር እቲ ሰብ ንምንታይ ኢልዎ፣ ስለምንታይ ኣልዒልዎ፣ ስለምንታይ ንዕኦም ይብሎም ኣሎ እንዳበሉ ክሓስቡ ግዜ ኣየጥፍኡን እዮም ማለት እዩ። እቲ ሓሳብ ይወስድዎ እሞ እቲ ዝጠቅም ከኣ ካብኡ ወሲዶም ይጥቀምሉ ንዕኦም በየናይ መንገዲ ከም ዝጠቕሞም ሓሲቦም ይኸዱ ስለዚ እቲ ፍልልይ ናይ ባህርያቶም እዚ ይመስል ኣብ መንጎ ዕጽው ዝኾነ ኣተሓሳስባ ዘለዎም ሰባትን እቶም ክምዕብሉ ዝኽእሉ ክቕየር ዝኽእል ኣተሓሳስባ ዘለዎም ሰባትን ባህርያቶም ነዚ ይመስል ኣብ ዝቕጽል ከኣ ከመይ ጌርና ኢና ኣተሓሳስባና ክንቅይሮ ንኽእል፣ ኣተሓሳስባና ክነማዕብሎ ንኽእል ዝብል ሓሳብ ከዓ ሒዘ ክመፅእ እየ ማለት እዩ። ክሳብ ሽዑ ሰላም ቀንዩ ሰሰናዩ